ሰላም ከመይ ትቕንዩ ክቡራት ተኸታተልቲ ኤስፔስ ትግርኛ ንሰዓት ተዳለወ ዜና እንሆ ፈለማ ርእስታቱ ክነቐድም ፕረዚደንት ኢሳያስ ኣፈወርቂ ንሓዱሽ ዓመት ኣመልኪቱ ኣብ ዘሕለፎ መልእኽቲ ኣብ ልዕሊ ኤርትራ ተጻብኦታት ይዓርግ ኣሎ ክብል ገሊጹ ንሕወሓት ምጥፋእ ኮነ ምዕራብ ትግራይ ምምላስ ዕላማ መንግስቲ ኢትዮጵያ ከም ዘይነበረ ኣምባሳደር ሬድዋን ሑሴን ተዛሪቡ። ሃገራት ጅቡትን ሶማልያን ዝጸንሐ ዝምድናታተን ንምሕያል ከም ዝሰርሓ ኣረጋጊጸን። ወተሃደራዊ ሓይሊ ሱዳን ኣብታ ሃገር ዘለዎ ምትእትታብ ኣብ ጉዳይ ፖለቲካ ንምግዳፍ ከም ዝወሰነ ኣፍሊጡ ዝብሉ ነዚ ሰዓት ዝተዳለዉ ዜናታት እዮም። ናብ ዝርዝራቶም ክንሰግር። ፕረዚደንት ኢሳያስ ኣፈወርቂ ንሓዱሽ ዓመት ተመልኪቱ ኣብ ዘሕለፎ መልእኽቲ ኣብ ልዕሊ ኤርትራ ተጻብኦታት ይዓርግ ኣሎ ክብል ከሲሱ። ኣብ መልእኽቱ ዓመተ ክልተ ሽሕን ዕስራን ክልተን ለበዳ ኮቪድ ዓሰርተ ትሽዓተ ዘፍ ዝበለላ ባህርያዊ ሓደጋ ዝሓወጻ ዓመት እያ ዝበለ ኮይኑ ብዛዕባ'ቲ ኣብ ጎድኒ ኢትዮጵያ ኮይኑ ኣንጻር ትግራይ ዝተዋገኣሉ ዕቑር ሰራዊት ከይተረፈ ከከብ ዓውድታት ዝተኣኻኸበሉ ኣስገዳድ ዝዓብለሎ ግፋ ናብ ኲናት ትግራይ ክልተ ሽሕን ዕስራን ክልተን ዝምልከት ግን ዝኾነ ዓይነት መብርሂ ካብ ምሃብ ተቖጢቡ። እቲ ፕረዚደንት ኣብቲ ብመገዲ መንግስታዊ ማዕኸናት ዜና ዝተቓልሐ ናይ ጽሑፍ መልእኽቱ፣ ኤርትራ ንዝሓየለ መኸተ ትዳሎ ከምዘላ ሓቢሩ። ኣብቲ መልእኽቲ፣ ኣብ ጎደቦና ብተመሳሳሊ ቅኒት በንጻር ዝበለየ ኣጀንዳታቶም ቅልውላው ንምንቋት ዘካይድዎ ሸርሕታትን ምትእትታዋትን ዛይዱ እዩ ሂስተርያ ቅርሕንታዊ ተጻብኦኦም ኣንጻር ኤርትራ ከኣ ይዓርግ ኣሎ ክብል ከሲሱ ኣሎ። ሰራዊት ኤርትራ ንሰራዊት ኢትዮጵያ ብምድጋፍ ናብ ኲናት ትግራይ ምእታዎም ካብ ኣሜሪካን ኣውሮፓን ተቓውሞ ከምዝገጠሞን ኣብ ልዕሊ ሰራዊት ኤርትራን ላዕለዋይ ኣዛዚኡን ከምኡ'ውን ንንግዳውያን ትካላት ህግደፍን ምስ ኲናት ትግራይ ብዝተተሓሓዘ እገዳታት ከምዝተነብረሎም ዝፍለጥ እዩ። ፕረዚደንት ኢሳያስ ነዚ ኣመልኪቱ ኣብቲ ሓድሽ ዓመት ዘሕለፎ መልእኽቲ ሓይልታት ምክልኻል ዛጊድ ንቐንጠብጠብ ብወራር ተደናደንትን ዓንደርትን ዝእድብ ቅያ ስርሒታት ጸረ መጥቃዕ ተመስኪሩ ኣሎ። ክልተ ሽሕን ዕስራን ሰለስተን ብተመዛማዲ ናይ ዓብለልትን ሓንከርትን ዕንደራታት ኮነ ናይ መጋባርያታቶም ሸርሕታት ዝዕገስ ስለ ዘይመስል፣ ልዕሊ ኩሉ ከኣ ልምዓታዊ ብድሆታት እውን ክዓቢ ስለ ዝኾነ፣ ከይተዛነና ንዝሓየለ መኸተ ኣብ እነካይዶ ምድላዋት ዓወት ኣብ ጎድኒ ፍትሓዊ ናጻ ሕርያና እዩ ኢሉ። ዝሓለፈ ዓመት ኣብ ኤርትራ ተራእዩ ብዘይፈልጥ ኣግባብ መንእሰያትን ደቂ ተባዕትዮን ደቂ ኣነስትዮን ከምኡውን ዓበይቲ ሰብኡት ዝተገፈፍሉ እቶም ክርከቡ ዘይከኣሉ ድማ ገዛውቶም ዝተዓሸገሉን ኣባላት ስድራቤቶም ዝተኣስርሉን እዋን ብምንባሩ ካብ ብዙሓት ነቐፌታታት ክቐርበሉ ዝጸንሐ ምዃኑ ዝፍለጥ እዩ። ንስምምዕ ትግራይን ኢትዮጵያን ስዒቡ መንግስቲ ኤርትራ እውን ሓዱሽ ሃዋህው ኣንፈት ሰላም ክመርጽ ተስፋታት እኳ እንተነበሩ መልእኽቲ ፕረዚደንት ኢሳያስ ግን ናብዚ ዘእንፍት ኮይኑ ኣይተረኽበን። ንሕወሓት ምጥፋእ ኮነ መሬት ምዕራብ ትግራይ ምምላስ ዕላማ መንግስቲ ኢትዮጵያ ከም ዘይነበረ ኣምባሳደር ሬድዋን ሑሴን ተዛሪቡ። ኣማኻሪ ጉዳያት ድሕነት ቀዳማይ ሚኒስትር ኢትዮጵያን ሓደ ካብ ተላዘብቲ መንግስቲ ኢትዮጵያን ዝኾነ ኣምባሳደር ሬድዋን ሑሴን ኣብ ጉዳይ ኤርትራ፣ ሕወሓት፣ ምዕራብ ትግራይን ኣምሓራን ዝምልከት መብርሂ ሂቡ ኣሎ። ኣምባሳደር ሬድዋን ኣብቲ ንልዕሊ ሓምሳ ውድባት ፖለቲካ ኢትዮጵያ ኣኪቡ ዝሃቦ መብርሂ መንግስቲ ኢትዮጵያ ኣንጻር ትግራይ ዝኸፈቶ ኲናት ወልቃይት ናብ ኣምሓራ ንምምላስ ኮነ ንሕወሓት ንምጥፋእ ኣይኮነን ነይሩ፣ ሕወሓት ክጠፍኡ ዝደልዩ ኣካላት ግን ኣይሰኣኑን እዮም ኢሉ። ኣምባሳድር ሬድዋን ነቲ ኣብ ቀዳማይ ክፋል ኲናት ትግራይ ሕወሓት ከም ኣብ ንፋስ ዝተበተነ ሕሩጭ ጠፊኡ'ዩ፣ ካብ ብሕጂ ክንእክቦ ኣይንኽእልን ዝብል

ካብ ብዙሓት ኢትዮጵያውያን ተሪር ነቐፌታዊ ግብረ መልሲ ገጢምዎ ኣሎ። ብጉዳይ ደቡብን ምዕራብን ትግራይ ዘሎ ግጭት ብባይቶ ፌደሬሽን ክምለስ እዩ ዝብል መብርሂ ኣምባሳደር ሬድዋን ሑሴን፣ ሓደ ሰብ ንትግራይ ክፈቱ እንተኾይኑ ነቲ ካርታ ጥራሕ ዘይኮነስ ነቲ ህዝቢ እውን ክፈቶ ኣለዎ፣ ካርታ ፈትዩ ከዓ ንህዝቢ ምፅላእ ኣይከኣልን ክብል ንተዓደምቲ ናይቲ መድረኽ እውን ኣረዲኡ እዩ። ሰራዊት ኤርትራ ካብ ትግራይ መዓዝ እዩ ክወጽእ ንዝብል ሕቶ ተቓወምቲ ሰልፍታት ፖለቲካ ኢትዮጵያ መልሲ ክህብ ከሎ ድማ ህወሓት ናይ ሓባር ጸላኢና ስለዝኾነ ዕጥቁ ክሳብ ዝፈትሕ እዩ ብድሕሪኡ ንዓና ግደፉልና ኢሉ። ብምቕጻል ሰራዊት ኤርትራ ካብ ኢትዮጵያ ይውጻእ ዝብሉ ኣካላት ንኢትዮጵያ ሓልዮሞ ኣይኮኑን ሰራዊት ሱዳን ሓምሳ ኪሎ ሜትር መሬት ኢትዮጵያ ወሪሩ ኣብ ዝሓዘሉ እዋን ኣፎም ዓቢሶም እዮም ብኣና ምኽንዩ ንኤርትራ ክወግእ ንዝደሊ ኣካል ኣይንተሓባበርን ንሕና ኪንፈርስ ሓጊዞምና እዮም ናይ ሓባር ጸላኢ ዝነበረና እኳ እንተኾነ ዕጥቁ ዝፈትሐ ህወሓት ግና ኢትዮጵያዊ እዩ ስለዚ ዓቕምና ክሳብ እነጠናኽር ህወሓት ዕጥቁ ይፍታሕ ከምዘይወጋእናውን ክነረጋግጽ ንደሊ ኢና ብድሕሪኡ ማንም ውጻእ ክንብል ንኽእል ኢና ኢሉ ኣሎ። ኣብቲ መድረኽ ካብ ዝተረኽቡ ወከልቲ ልዕሊ ሓምሳ ፖለቲካዊ ሰልፍታት ኢትዮጵያ፣ ሰራዊት ኤርትራ ካብ ትግራይ ሓሊፉ ክሳብ ኦሮምያን ቤንሻንጉል ጉሙዝን ይንቀሳቐስን ሰላም ይዘርግን ከምዘሎ፣ መንግስቲ ኢትዮጵያ ወደብ ባሕሪ ስኢኑ ሕጂ ድማ ደረቕ ወደብ እውን ይስእን ምህላዉ መንግስቲ ኢትዮጵያን ኤርትራን ብኸልተ ሽሕን ዓሰርተ ሸሞንተን ኣብ ጉዳይ ኦነግ ዝተስማምዕሉ ጉዳይ ሳዕቤኑ ኣሉታዊ ምዃኑ፣ ኣብ መንጎ መንግስታት ትግራይን ኢትዮጵያን ዝተፈጸመ ስምምዕ ጥርጣረ ከም ዘሎ ዝብሉን ካልኦት ቅሬታታትን ከም ዘስምዑ ጋዜጣ ሪፖርተር ዘውጽኦ ሓበሬታ የመልክት። ሃገራት ጅቡትን ሶማልያን ዝጸንሐ ዝምድናታተን ንምሕያል ከም ዝስርሓ ኣረጋጊጸን። ፕረዚደንት ጁቡቲ እስማዒል ዑመር ጌሌ ኣብ ሶማል ወግዓዊ ናይ ስራሕ ምብጻሕ ምክያዱ ሰብ መዚ ክልቲኤን ሃገራት ሓቢሮም። እቲ ፕረዚደንት ሶማልያዊ መዘንኡ ማሕሙድ ሸኽ ሓሰን ብዝገበረሉ ዕድመ መሰረት ናብ ሞቓድሾ ከምዝኣተወ ዝሓበረ ሚኒስትሪ ጉዳይ ወጻኢ ጁቡቲ ክልቲኦም መራሕቲ ኣብ ምሕያል ክልተኣዊ ምትሕግጋዝ ምዝርራቦም ኣመልኪቱ። ኣብ ርእሲ'ዚ ፕረዚደንት ጌሌ ኣብ ባይቶ ሶማል ተዓዲሙ መደረ ከምዘስምዐ ሚኒስትሪ ጉዳይ ወጻኢ እታ ሃገር ማሕሙድ ዓሊ ዮሲፍ ብትዊተር ገሊጹ'ሎ። ኣብ ትሕቲ ዓቃብ ሰላም ሕብረት ኣፍሪካ ዝተሓቖፈ ኣስታት ሓደ ሽሕ ሰራዊት ኣብ ሶማል ኣዋፊራ ትርከብ ጅቡቲ፣ ምስ መንግስቲ ሶማል ኣብ ክልተኣዊ ናይ ፀጥታ ምትሕግጋዝ ክትሰርሕ ምዃና እያ ኣፍሊጣ ዘላ። ወተሃደራዊ ሓይሊ ሱዳን ኣብታ ሃገር ዘለዎ ምትእትታብ ኣብ ጉዳይ ፖለቲካ፣ ንምውጻእ ከም ዝወሰነ ኣፍሊጡ። ኣቦ ወንበር ሉኣላዊ ቤት ምኽሪ ስግግር ሱዳን ዓብዱልፋታሕ ኣልቡርሃን ወተሃደራዊ ሓይሊ ሱዳን ኣብታ ሃገር ካብ ዘለዎ ምትእትታው ፖለቲካ ንምውጻእ ቆራጽ ውሳነ ከም ዝሓዘ ኣረጋጊጹ። ኣልቡርሃን እዚ ዝበለ መበል ስሳን ዓመት በዓል ናጽነት ሱዳን ኣብ ዝተኸብረሉ ጽንብል ኣብ ዘስመዖ መደረ እዩ። እቲ ናይ ስግግር መንግስቲ ንኢኮኖሚያዊ ጸገማት ቅልጡፍ መፍትሕታት ንምትእልላሽ መደባት ከም ዘሰናድእ፣ ዝተማለኣ ህንጸት ሰላም፣ ጸጥታን ምርግጋእን ንምስስልሳል ከምኡ'ውን ሱዳን ንመረጻ ድልውቲ ንምግባር ዝዓለመ ከም ዝኾነ ተስፋ ከም ዘለዎ እውን ገሊጹ ኣሎ። መራሕቲ ሃገርን ፖለቲካዊ ሰልፍታትን ብምውዳድ ንህንጸት ሃገርን ሓድነትን መሰረት ንኸንብሩ ጻውዒት ከም ዘቕረበ እውን ዥንዋ ጸብጺቡ ኣሎ። ክቡራት ተኸታተልቲ SBS ትግርኛ ነዚ ሰዓት ተዳለወ ዜና እዚ ይመስል ምሳና ጸኒሕኩም ስለ ዝተኸታተልኩም ኣዚና ነመስግን በብዘለኹሞ ሰላም ንምነየልኩም